ዝከበርኩምን ዝኸበርክንን ኣብ ውሽጢ ኣብዚ ኣዳራሽ ምሳና ዘለኹምን ፈነወና ብቴሌቪጅን ትከታተልሉ ዘለኹም ኣብ ውሽጢ ሃገርን ኣብ ወጻእን ዘለኹም ክቡራት ተዓዘብቲ መደብ ተዓወት ክልተ ሽሕን ዓሰርተ ሓሙሽተን ንሓምሻይ መዓልቱ ዝቕጽል ዘሎ ካብ ከተማ ባረንቱ'ዩ እዚ መደብ እዚ

እንኳዕ ደሓን መጻኹም እንኳዕ ደሓን ጸናሕኹም ሎሚ ከምዚ ትርእይዎ ዘለኹም ቅድሜኹም ኣርባዕተ ሰብ ሓዳራት ኣርባዕተ መዓልቲ ኢና ክነካይድ ቀኒና ሎሚ ንሓምሻይ መዓልቲ ኢና ንዓኹም ንረኽበኩም ዘለና እንኳዕ ንመበል 24 ዓመት መዓልቲ ናጽነትና ፍሉይ ናይ ሎሚ ዓመት መዓልቲ ናጽነት ዘብለና ዕለት ዕስራን ኣርባዕተን ግንቦት ክልተ ሽሕን ዓሰርተ ሓሙሽተን መበል ዕስራን ኣርባዕተን፣ ክልቲኤን ዕስራን ኣርባዕተን እየን ገጢመን ዘለዋ። ፍልይቲ ኣጋጣሚ እውን ክንጠቕሳ ንኽእል። ሎሚ ንሓምሻይ መዓልቲ ትሕተቱ ዘለኹም ሰብ ሓዳር ኢኹም። መጀመርያ ሽምኩም ኣላልዩና ክልቴኹም።
ኣራይ ኣነ ሃብተ ብጹእ ኣምላኽ እበሃል። እንኳዕ ናብዚ ክቡር ኣዳራሽ እዚ ኣብቃዓና ክብል ይፈቱ። መድሃኒት ሃንስ እባሃል እንኳዕ ናብዚ ዕለት እዚ ኣብፀሐና ንብል። ጽቡቅ ናይ ብሓቂ ንኩላህና ኣሕቢሩ ንዓመታ ከምዚ እዋን ከይጎደልና ሰሲንና ልዕሊ ኩሉ ማዕቢልና ኩሉ ሃገርና ንላዕሊ ተወንጭፋ እንርእየላ ዓመት ይግበረልና ካብዚ ቀጺልና ብኣቶ ሃብተ እስኪ ክጅምር ክንደይ ዓመት ጌርኩም ኣለኹም እስከ ብ ሓዳርኩም? እየ ዕስራ ዓመት ጌርና ኣለና። መዓስ ተመሪዕኹም ብልክዕ ትፈልጣ ዲኻ? ቴስዓን ሰለስተን ተመሪዕና ኣለና። ሐራይ ቅድሚ ቴስዓን ሰለስተን ዕስራን ክልተን ዓመት ምዃኑ እዩ። ቅድሚ ንወይዘሮ መድሃኒት ሕጅ ናይ ቀደም መድሃኒት ኢለ ክጠቅስ ወይ ንሃብተ ክብል ሃብተ ኣብቲ ግዜ እቲ ኣበይ ነይሩ መድሃኒት ኣበይ ድፈልጣ ከመይ እስከ ቁሩብ ናይ ሓዳርኩም ቅድሚ እዚ ሓዳር ምእታውና ሌላኹም እስከ ዕለኒ።
ራእይ ሌላና እኳ ኣይነበረናን ብስድራና ዝተቀራረብና ኢና ብስድራና ክንቀራረብ ከልና መርዓ ክንገብረልካ ኢና ሎሚ ክትምርዕኻ ኢሉ ስለ ዝነገረኒ ፍቓድ ኣቦይ ሰሚዐ ከዓ ተቐቢለ ኣነ ማለት እዩ ሓቂ ፅቡቕ ደሓን መድሃኒት ከ ከመይ ኢና እስከ እስከ መጀመርያ ክትላለዩ ከለኹም። ኾሚ ኣይንፋለጥን ኢና ነርና መርዓ እይ ኣራኺብና ክምዚ ክትምርዓው ከለኻ ኣይብሉኻን እዮም ስድራ
በቃ ጥራይ እንድሕር ኣብኦም ከሎም ስልካ ትምርዓው መቐነት ጽቡቕ ናይ መጀመርያ ብስድራ ቤትካ ተመሪቑ ዝመጸካ ሃብተ ን እ፣ መድሃኒት ክምርዓዋ ምዃኑ እቶም ዓበይቲ እዮም ወዲኦሞ ደሓር ስኻትኩም መርዓውቲ ኮይንኩም ክኸውን ደይክኸውን እናበልና ካብ መጀመርያ ኢኹም ተላሊኹም እስከ መጀመርያ እዙይ ኩነታት እዝ እናተገብረ ከሎ ወለዲ ንመድሃኒት ሕራይ ምስ በሉኻ ናዕባኻየ ን ኣቶ ሃብተ መድሃኒት ምስ በሉኻ ኣቐዲምካ ርኢኻያ ዶ ዋላስ ከይረኣኻያ ኢኻ ኣብ መርዓ በፂሕካ? ኣይረኣዋን ኣይረኣዋን
ምናልባሽ ከምዚ ንሪኣ ዘለና ቆንጆ ሰበይቲ ወይ ውን ምዕርግቲ ሰበይቲ ከም ዘላ እኳ ኮይና እንተኾነት ዝኾነት ዓይነት ሰበይቲ እንተትኸውን ነይራ ኣብ ሰዓት እቲ ምተቐበልካያን እይምተቐበልካያን?
ዝኾነት ሰበይቲ ድኣ ሕጂ ኣብቲ ሰዓት'ዚ ዋላ ሓንቲ ክትኸውን ጎረባብቲ እንጃ ጓል መን ከም ምዃና ኣበይ ከም ምዃና ቀረባ እዩ እቲ ጎረባብቲና እቲ ሌላ እዩ ዘየጸንሓና እምበር ከም ሌላ ከም ደቂ ዓዲ ብማዕዶ ኣለና እኳ ፈልጣ እየ። ብማዕዶ ማዕዶስ ትርእያ ኢኻ ኔርካ። እወ። ሐራይ መድሃኒትከ ከምዛ ናቱ ዝሓተትኩዎ ምናልባሽ ኣብቲ ግዜ'ቲ ኣቦኺ ኣምጺእልኪ ዝኾነ ዓይነት ምርጫ ኔርኪ'ዶ? ንሃብታ ኣይደለኽዮን ኣጋጣሚ ኣይደለኽዮን፣ ክትምርዓውዮ ውን ኣይትሓስብን ኔርኪ፣ ተገዲድኪ ጥራይ ዲኺ ወላ ገለ ነገር ኣብቲ ናይቲ ግዜ ቲና ናይ ሕጂ ዘሎ ሰዓታት ኣይኮናን ምስ ናጽነትና ምትእስሳር ኣይኮናን ወይ ውን ምስ ኩሉ ነገራቱ ህጻውንቲ ቅድም ብወለዲ ዘመርቑልካ ወይ ከኣ ዘፍቀዱልካ ስለ ዝኸውን ዝነበረ እስኺ እንታይ ኢልኪ ብቲ ግዜ'ቲ ንሃብተ ሪኢኽዮ ትፈልጢ'ዶ ቅድሚኡ ትፈልጥዮ'ዶ
ኣይፈልጠን እየን ከምኡ እቲ ናይ ነገር ናይ ወላዲ ዘምጹልካ ስለ ድኮነስ ብከምኡ ምክንያት ጥራሕ እየ ኣነ ተመርዕየ እምበር ኣይፈልጠን እየ። እንታይ ተሰሚዓትኪ ሕጂ ናይ በይንኪ ንዑ ኣይትርኣይዮ ሕጂ ኣይትዘክርዮ ንዑ ን ሃብተስ ሓንሳብ እስከ ኣብታ ግዜ እቲኣ ኣቦኪ መጺኦም እዛ ጓለይ ክትምርዓዊ ኢኪ ኢሎምኪ

ዋእ ኔሩኒ እምበር ክብል ይኽእል ኔረ ግን ምስ ጸገማት ኣደይ ንእሽተይ ከለኹ ስለ ዝመተት ንዓኹም ከለኹ ከምስል ስለ ዝደለኹ ንዓይ ኢኹም ትሰምዑኒ ስለ ዝበለ ነቲ ጸገም ናይ ኣቦይ ተረዲኤ ንስኹም ክትክእሉለይ ስለ ዝደሊ ስለ ዝበለና ጥራይ እምበር ብዙሕ ኣፍልጦን ወይ ከዓ ዓቕምን ኣይነበረን ማለት እዩ። ኦኬ ሕጂ ናብ መርዓ ክንከይድ ኦረንት ጽቡቅ እቲ ግዜ ከም ዝበልናዮ ተላሊኩም ኣለኹም ስድራቤታ ድመረቁላ ስድራቤት ዝመረቁላ ናይ ኣጋጣሚ እቲ ድበለጸ ምዃን ከኣ ሰብ ሓዳር ኮንኩም ንክንድዚ ንብሎ ዘለና ዕስራን ክልተን ዓመት ብሓዳር ጌርኩም ኣለኹም ኣብዚ ናይ ሓዳርኩም ግዜ ቅድሚ ምባልና ቁሩብ ንድሕሪት ክመልሰካ ንመድሃኒት ድሓረይቲ ክሓታ እየ ኣቶ ሃብተ ግዜ ሕጽኖት ሽዑ ናይ ሽዑ ሃብተ ከመይ ኔሩ ኣበይ ኢኹም ተሓጺንኩም ከመይ ኔሩ እስከ እቶም ኣዕሩኽካ እንዳ ዘከርካ እቲ ጦብላሕታ ንዘይ ትፈልጣ ጓል ኢኻ እቲ ሽዑ መጀመርያ ኢኻ ትሪኣ ዘለኻ።
እወ ጽቡቕ ዋላ ሓንቲ ጽቡቕ እዩ ኔሩ እቲ ሕጽነትና ጽቡቕ እዩ ኔሩ። እንዳሳዓቅካ እንዳተጻወትካ እንዳተጓራፈጥካ ጽቡቅ እዩ ነይሩ ሕጽነትና ዳኒ። ሽዑ ትዛናጋዕ ነይራ ኣይትፈልጠካን እያ ከምዚ ሪኣ ዘለኩ ውን ንእሽተይ እያ ነይራ ኣብቲ ግዜ እቲ እዚ ትብሎ ዘለካ እንዳሳሓቅካ እንዳጻወትካ እዩ ነይሩ እስከ ካብቲ ትስሕቆን ትጻወትዎን ነበርኩም መጀመርያ ሓፋር ድያ ነይራ ዳሓር ማዓስ እያ ተላማሚዳትካ እስከ ቁሩብ
ትሓፍር ነይራ ምሕፋር ድኣ ትሓፍር እያ ምክንያቱ። ኣና ሕዚ መናእሰይ ዝኾነ ነገር ኣብቲ ሕጽነት ሲ ይሕፍርኻ እዮም ዝኾነ ነገር ትሓፍር ነራ ግን ደሓን እያ በብቁሩብ እንዳለመደቶ ሕጂ ነገር ናይ ሃገረሰብ ተሓይሽ ሓዳራ ምስ ሓዘት ኳ ተሓይሽ መድሃኒት ክንታይ ዝከረክስ ከበዲ እንታይ ይዝከረኪ ሽዑ እቲ ጸወታታት እቲ ወግዒ ዝነበረ ንዘይትፈልጥዮ ኣብቲ መጀመርያ ክዲ ፈሊጥክዮ ንኣቶ ሃብተ። ወይዘሮ መድሃኒት ሽዑ እንታይ ቁሩብ ርደኣኪ? ኣነ ዝዝክሮ ደኣ ብጀካ ምስቲ ማኡ መንእሰያት ገለ ትጻወት ኣሎ ገለ ትብል ኮይኑስ ብዛዕባ ምስኡ

ምስ ጽቡቅ እበር ምስ እንታይ ደ ክንደይ ማዕ ሓማድራ ሓዳርና ምስ መሰረትና እዩ። ሓዳርኩም ምስ መስረትኩም እወ። ጽቡቅ ጽቡቅ ናይ ብሓቂ ተዓወት ጣቂዒትባ ጣቂዒትባ ምቁር ዝኮነ ዕላል እኮ ኢትና ይቅድም ሕራይ ኣቶ ሃብተ ከምዚ እንዳ በልና እንዳ ከድና ከምዚ እንዳ ቀጸልና ክንከይድ ከለና ክንደይ ቆልዑት ወሊድና ኣለና

ተመሃሮ ገለ ሕቶታት ንዓኻትኩም ትሕቶ ውድእ ውድእ ከየብሎ ምእንቲ፣ ተመሃሮ ቤት ትምህርቲ ዱታስ ከ?
ምናል እስኹምሲ ሸሞንተ ቆልዑ ወሊድኩም ኣለኹም፣ ኣብ ቅድሚ ደቅኹምሲ ምናልባት ተቛይቕኩም ወይ ድማ ተዛሪብኩም ትፈልጡ ዶ? ጽቡቕ፣ እንታይ እዩ ዝብል ትብል ዘላ እዛ ተመሃሪት ናይ ቤት ትምህርቲ ቢሻ? ኣብዚ ሓዳርኩም ሸሞንተ ቆልዑት ወሊድኩም ኢኹም፣ ነዊሕ ዓመት ኢኹም ተጓዒዝኩም፣ ኣንቺ ምንቺ ነይሩኩም ዶ? ተባኢስኩም ዶ ትፈልጡ?
ነስገን ኣምላኽ ኣይተባእስናን ኣለና ብቆልዑ ሲ ንሓና ማለት እዩ ዝኾነ ግጭት ኣይነበረን ኣብ ሓዳርኩም ኣይነበረን ዝኾነ ግርጭት ኣይነፀናሕን ሕራይ እስከ ወይዘሮ መድሃኒት ትዝክርየ ግጭት ኣሎ ዶ

ቀልጢፍኩም ኢኹም ትፈትሕዎ እዎ እሞ ንሓምሻይ መዓልቲ ክካየድ ዝቐነየ መደብ ተዓወት በዞም ኣብ ቅድሜና ዘለዉ ሰብ ሓዳር ኣቶ ሃብተ ብፁዓምላኽን ወይዘሮ መድሃኒትን ሃንስን እዞም እንሪኦም ዘለና ሰብ ሓዳር ንሓምሻይ ምሸት እዮም ሎም ምሸት ከማሲና ኣምስዮም ዝኸበርኩም ተዓዘብቲ ኣብ ውሽጢ ኣዳራሽ ዘለኹምን ፈነወና ብቴሌቪዥን ትከታተሉ ዘለኹም ክቡራት ተዓዘብቲ ብሩኽ ምሸት ትግበረልና ንመርዓውቲ ኣፋንውለይ ናብ ካልእ ዞባ ከስግረኩም እየ የቐንየልና ጣቕዒት ጣቕዒት ረም ረም ረም ረም ረም